ንሎሚ ድማ ናይ ዘይሕጋዊ ዕደና ኣልማዝ ኣብ ኣፍሪቃን ንሱ ዝወለዶ ግጭትን ተቃልዕ ብላድ ዳይመንድ ትብሃል ሰሓቢት ፊልም ሒዘልኩም መጽየ ኣለኹ። እንቋዕ ናብ ስኔማ ትግርኛ ብደሓን ተመለስኩም። ሓደ ንግሆ ሰሎሞን ዝብሃል ኣብቲ ከባቢ ዝነብር ገፋፊ ዓሳ ንድያ ዝተባህለ ወዱ ንቤት ትምህርቲ ንኽኸይድ ከበራብሮ ይርኣ። ሰሎሞን ከኣ ናብ ምግፋፍ ዓሳ ከይዱ ድሕሪ ምጽናሕ፣ ድሕሪ ቀትሪ ምስ ዲያ ናብ ገዝኦም እንዳ ተጓዕዙ ከለዉ፣ ምስቲ ኣብ ኲናት ሕድሕድ ዝሳተፍ ዘሎ ሽበራዊ ጉጅለ RUF ይራኸቡ። ሰሎሞን ንዲያ ናብ ገዝኡ ሒዝዎ ይሃድም። ካብዚ ሰሎሞን ንስድርኡ ከድሕን ኢሉ ንዲያ ኣብ ሓንቲ ጃልባ ሓቢእዎ ይጎዪ። ብድሕሪት ናይቲ ብዓጌፋ ዝተሰርሐ ገዝኦም መጺኡ ነቲ ዓጌፋ ብገዞ መቐዲዱ ንስድርኡ ብምውጻእ ይህድሞም። እቲ ዘሕዝን ግን ንሱ ንባዕሉ በቶም ሸፋቱ ይተሓዝ። ካብዚ እቶም ሸፋቱ RAF ብዝተኻእለ መጠን ንብዙሓት ደቂ ዓዲ ብምሓዝ ኣብ እዋን ምርጫ ንኸይመርጹ ኣእዳዎም ብጭካነ ይቖርጽዎም። ቀጺሉ ተራ ሰሎሙን ይበጽሕ እሞ ክቑረጽ ምስ ተዳለወ እቲ ብፖይዞን ዝፍለጥ መራሒ RUF እዚ ናይ ስራሕ ሰብ እዩ ዝመስል ኢሉ ክምሕሮ መሪጹ። ኣብ ክንድኡ ግን ኣብ ናይ ዕደና ኣልማዝ ክሰርሕ የገድዶ። እዚ ከምዚ ኢሉ እንከሎ ኣብ ካልእ ክፋል ዓለም ሕቡራት ሃገራት ነቲ ኣብ ሴራልዮነ ዝካየድ ዘሎ ኲናት ሕድሕድ ንምዝርራብ ተኣኪቡ ይርኣ። ኣብቲ ኣኼባ RUF ነቲ ዕደና ኣልማዝ ንምቁጽጻር ኢሉ ነቲ ግጭት ንምልዕዓል ሓላፍነት ከም ዝነበሮ ይቃላዕ። እቶም ሸፋቱ ነቲ ኣልማዝ ተጠቒሞም ዘይሕጋዊ ኣጽዋር ንምግዛእ ይጥቀሙሉ ነይሮም። ካብዚ እተን ሃገራት ጎንፂ ካብ ዝረኣየሉ ከባቢታት ኣልማዝ ካብ ምእታው ቁጠባ እኳ እንተተሰማምዓ ዘይሕጋውያን ነጋዶ ግን ነዚ ኣልማዝ ብኮንትሮባንድ ዘእትውሉ መንገዲ ብቐፃሊ ስለዝረኽቡ ንግዳዊ ንጥፈታት ይቕፅል ኣሎ። ኣብቲ ናይ ዕደና ቦታ ሓደ ካብቶም ብኣርዩኤፍ ተገዲዱ ዝሰርሕ ንእሽተይ ኣልማዝ ይረክብ እሞ ንዕኡ ክወስዳ ኢሉ ብምሕሳብ ኣብ መልሓሱ ይቕርቅራ። እንተኾነ ግን ፖይዘን ብርሑቕ ክከታተሎ ስለዝጸንሐ ሃንደበት ኣቋርጽ ኢሉ ትእዛዝ ይህብ። እቶም ስራሕተኛታት ከኣ ኩሎም ኣኣብ ዘለውዎ ጠጠው ይብሉ። ካብዚ ፖይዘን ናብቲ ሰብኣይ ቀሪቡ ኣረክበኒ ይብሎ። ንሱውን እንዳፈርሐ ካብ መልሓሱ ኣውጺኡ ይህቦ እሞ ፖይዘን ብኡ ንብኡ ተኪሱ ቀቲሉ መምሃሪ ይገብሮ። ኣብ ካልእ ቦታ ክልተ ሰባት ዝጸዓነት ንእሽተይ ነፋሪት ትዓልብ። ሓደ ካብቶም ክልተ ዳኒ ዝበሃል ኮይኑ ቀንዲ ኣካያዲ ናይቲ ዘይሕጋዊ ስራሕ እዩ። ነቲ ፓይሎት ጸኒሑ ክምለሶ ነጊሩ ይወርድ። ምስ ወረደ ከኣ ሓያሎ ዕጡቓት ይቐበልዎ እሞ ዳኒ ብዛዕባ ሃለዋት ኮማንደር ዚሮ ይሓቶም። እቲ ኣብ ቅድሚት ዝጸንሖ ካፒቴን ራምበል ሓላፊኡ ኮማንደር ዚሮ ቢዚ ምዃኑ ባዕሉ ኣልማዝ ብብረት ክነግድ መደብ ከም ዘለዎን ይሕብሮ። ዳኒ ግን ይሕስዎ ከም ዘሎ ስለ ዝፈለጠ ብኢደ ዋኒኑ ሽጉጡ ኣረኪቡ ንኮማንደር ዚሮ ክረኽቦ ንውሽጢ ይኣቱ። ኣብኡ ከኣ ኮማንደር ዚሮ ይጸንሖ እሞ ንዳኒ እቲ ኣጽዋር ኣምጺኻዮ ዶ ይብሎ። ዳኒ ግን ቅድም ገንዘብ ክህቦ ከም ዘለዎ ይነግሮ። ኮማንደር ዚሮ የጉባዕብዓሉ። ዳኒ ከኣ ኣቐዲሙ ዘይከፍል እንተኾይኑ እቲ ኣጽዋር ንመንግስቲ ክሸጠሎም ምዃኑ የፈራርሖ። ካብዚ ኮማንደር ዚሮ ኣብ ሳንጣ ዝመልኤ ኣልማዝ ይህቦ። ኣብ ዝመጽእ ግዜ ክመጽእ ከሎ ከኣ ቲቪን ዲሽን ሒዝሉ ክመጽእ ይነግሮ። ካብኡ ዳኒ ምስ ገለ ጋሶት ኮይኑ ብበረኻ ክመጽእ ይርኣ። ከምዚ ኢሉ እንከሎ ብርሑቕ ዝረኣይዎ ወተሃደራት ይኸብዎም እሞ ናይ ናሽናል ጆግራፊ ስራሕተኛ'የ ኢሉ ፌክ ወረቐት ብምርኣይ ከታልሎም ይፍትን። እቲ ኣዛዚ ሰራዊት ነተን ኣባጊዕ ክፍትሸን ይጅምር እሞ ሓንቲ ካብእን ኣብ ክሳዳ ስፋይ ስለ ዝጸንሓ ብኻራ ቀዲዱ ምስ ረኣየ ዘይተኣደነ ንኣሽቱ ኣልማዝ ይጸንሖ ካብኡ ንዳኒ ይኣስርዎ። እዚ ከምዚ ኢሉ እንከሎ ሰሎሙን ኣብቲ ዕደና ዘይሓሰቦ ኣስታት ሱሳ ሚልዮን ዶላር ዝግመት ዓቢ ሮዛዊ ኣልማዝ ይረክብ። ሰሎሙን ንኸይፍለጥ ኣብ መንጎ ኣጻብዕቲ እግሩ ቀልጢፉ ይሓብኣ። ብድሕሪኡ ንሓደ ካብቶም ሓለውቲ ሸይኑ ንኽመጽእ ፍቓድ ይሓትት። ካብኡ ኣብቲ ጫካ ኣትዩ ዝሸይን ዘሎ መሲሉ ኮፍ ኢሉ ጉድጓድ ክፍሕር ይጅምር። እቲ ዘሕዝን ግን ፖይዞን ክከታተሎ ስለ ዝጸንሐ ደድሕሪኡ መጺኡ ከም ኣመሉ ሽጉጥ እንዳወጣወጠ ኣረክበኒ ይብሎ። ሰሎሙን ዕድል ጌሩ ዘይተጸበዮ ሰራዊት ሰራልዮን ኣብቲ ቦታ መጥቃዕቲ ይኸፍቱ። ካብዚ ፖይዘን ብቡምባ ተሃሪሙ ይወድቕ እሞ ሰሎሙን ቁሩብ ኣርሒቑ ብምኻድ ነታ ኣልማዝ ብጨርቂ ጠቕሊሉ ይቐብራ። ብድሕሪዚ እቲ ናይ ዐደና ቦታ ኣብ ትሕቲ ቁጽጽር ይኣቱ። ዋላ በዓል ሰሎሙን ከይተረፉ ምስቶም ምሩኻት RUF ተታሒዞም ይእሰሩ። ኣብ ውሽጢ እቲ እስርቤት ፖይዘን ዓይኑ ተሃሪሙ ተጸይሩ ይመጽእ እሞ ንሰሎሙን ነታ ኣብ ምሉእ ህይወቱ ካብ ዝረኣያ ዝዓበየት ኣልማዝ ኣሕሊፉ ከረክቦ ጸቕጢ ይገብረሉ። ዝኾነ ካብቶም እሱራት ካብ ሰሎሙን ኣሕዲጉ ዘረከቦ እውን ሽሕ ዶላር ምቕሸሽኩዎ'የ ይብሎም። ካብዚ ሰሎሙን ስለ ዝሰግኣ ብዛዕባ ኣየናይ ኣልማዝ ኢኻ ትዛረብ ዘለኻ? እንዳበለ ኩሉ ክዳውንቱ ኣውጺኡ ኣበይ ደኣ ኣላ? ይብሎ። ኣቐዲሙ ብዘይሕጋዊ ምስግጋር ኣልማዝ ዝተኣስረ ዳኒ ብዛዕባ እታ ዝብልዋ ዘለዉ ኣልማዝ ክሰምዕ ይጸንሕ እሞ ክረኽባ ከም ዘለዎ ይውስን። ኣብ ዝቕጽል መዓልቲ ዳኒ ብዓርኩ ብቐሊሉ ብጉቦ ይወጽእ። ንሶሎሙን እውን ብጉቦ ከውጽኦ ይነግሮ። ንዕኡ ውን ብጉቦ ከፊሎም የውጽእዎ። ካብዚ ዳኒ ኣብ ኣርተፍሻል ስኑ ሓንቲ ንእሽቶ ኣልማዝ ሓቢኡ ስለ ዝጸንሐ፣ ዳኒ ናብ ዕዳጋ ከይዱ ነታ ኣልማዝ ብቑሩብ ገንዘብ ሸይጡ ናብ ሓደ ባርማን ዓርኩ ብምኻድ ሽጉጥ ይገዝእ። ካብ ገዝኡ ወጺኡ ክኸይድ ከሎ ሓደ ክከታተሎ ዝጸንሐ ሰብ ናብታ ክፍሉ ይኣቱ። ኣብቲ ባር ከሎ ሓንቲ በይና ኮፍ ዝበለት ጓል ይርኢ እሞ ደስ ኢላቶ ክላለያ ይኸይድ። ጽቡቕ እንዳዕለሉ ከለዉ ማዲ ነቲ ካብ ኣፍሪቃ ብዘይሕጋዊ ዝሽየጥ ኣልማዝ ተቃልዕ ጋዜጠኛ ምዃና ይፈልጥ እሞ ገዲፍዋ ይኸይድ። ዳኒ ኣብቲ ዘይሕጋዊ ተግባራት ስለ ዝሰርሕ እንተቐሪብዋ ከተቃልዖ ምዃና ስለ ዝፈልጥ'ዩ ክርሕቕ ወሲኑ። ካብኡ ዳኒ ንገዝኡ ይምለስ እሞ ክፍሉ ተበታቲኑ ይጸንሖ። ኣብታ ናይ ዝሓለፈት ዝገበራ ምስግጋር ኣልማዝ ስለ ዘይተዓወተ መሳርሕቱ ዝኾነ ኮረኔል ኮይትዝ ሓሪቑ ከምኡ ከም ዝገበረ ርግጸኛ ይኸውን። ካብዚ ንደገ ይወጽእ እሞ ንሓደ ኮርደል ዝበሃል ዝፈልጦ ሰብ ኣብ ኣንጎሎ ተጸጊዑ ይረኽቦ። ንሱ ከኣ ኮረኔል በቲ ዝፈሸለ ስርሑ ከም ዘይተሓጎሰሉ ይነግሮ። ዳኒ ዘይተጸበዮ ከብዱ ይዓብሶ ን ኮሮኔል ኮይትዝ ኣብ ሓጺር ግዜ ገንዘቡ ክህቦየ ኢልዎ ከኣ ይከይድ ቀጺሉ ናብ ስድራ ሰሎሙን ተዓቂቦምሉ ዝነበሩ ቦታ ይመልሰና ኣብኡ ከኣ እቶም REF መጺኦም ን ዲያ ሓዊስካ ብዙሓት ቆልዑ ይጨውዩ ኣብ ዝቕጽል መዓልቲ ንኮረኔል ኮይትዝ ይረኽቦ። ኮረኔል ኮይትዝ ካብ ደገ ዘምጽኦ ኣጽዋር ስለ ዘለዎ ምስ ዳኒ ኮይኑ ንመንግስቲ ሰራልዮነ ኣጽዋር ብገንዘብ ነቶም ዕጡቓት RAF ከኣ ብኣልማዝ እንዳ ሸጠ ዘይተኣደነ መኽሰብ እንዳ ኣተወ'ዩ ነቲ ዕግርግር ነዳዲ ዝውስኸሉ። ዳኒ ነቲ ኮረኔል ናይታ ዝፈሸለቶ ስራሕ ብሓንቲ ዓባይ ኣልማዝ ክኽሕሶ ከም ዝኾነ ይነግሮ። ቀጺሉ ዳኒ ናብ ሰሎሞን ብምኻድ እታ ኣልማዝ ኣበይ ከም ዘላ ክሕብሮ ይሓቶ። ሰሎሞን ግን ስራሕ ደንጉየ ኣለኹ ኢሉ ኣመኽንዩ ካብኡ ይሃድም። ኣብ ሓደ ሆቴል ስራሕ ጀሚሩ ክሰርሕ ከኣ ንርእዮ። ብድሕሪኡ ኣብቲ መዓስከር RAF ነቶም ብዝጨወይዎም ህጻናት ሃገርኩም ትደልዮ ጀጋኑ ክትኮኑ ኢኹም እንዳበሉ ሰባት እንዳቐተሉ ሕጽበት ኣእምሮ ክገብሩሎም ይጅምሩ። ካብዚ እቲ ትርኢት ዳኒ ካብቲ ባር እታ ኣቐዲሙ ዝኸፈለላ ሽጉጥ እንዳተረከባ የርእየና። ኣብኡ እውን ንማዲ ይረኽባ እሞ ብሓደ ይስዕስዑ። ኣብ ዘቕጽል መዓልቲ ዳኒ ብታክሲ እንዳኸደ RUF ናብታ ርእሲ ከተማ ክበጽሕ ዓሰርተ ኪሎ ሜተር ጥራሕ ተሪፍዎ ከም ዘሎ ብረድዮ እንዳተሓበረ ንሰምዕ። ካብዚ ዳኒ እንደገና ንሰሎሞን ኣብ ስርሑ ከይዱ ይረኽቦ። ኣነ ስለ ዘውጻእኩኻ ብሓደ ክንሰርሕ ኣለና ይብሎ። ከምዚ ኢሉ ከሎ ኣብ መንጎ ዘረብኦም ሸፋቱ RUF ድሮ ናብታ ከተማ ክበጽሑ ይረኣዩ። ካብዚ ነታ ኣልማዝ ፈፍርቂኦም ክማቐልዋን ንስድርኡ ከኣ ኣብ ዝሃለዉ ሃልዮም ከምጽኣሉን ይወዓዓሉ። ብምቕጻል እቶም ሸፋቱ ዓይኒ ይብለይ ስኒ ይብለይ ነቲ ህዝቢ ብጥይት ይኹስትርዎ። ዳንን ሰሎሞንን እውን ምስቲ ህዝቢ ኮይኖም ካብቲ ጠያይት ከምልጡ ይረኣዩ። ካብዚ ክልቲኦም እንዳምለጡ ኣብ ሞንጎ ሰራዊት ሰራልዮንን ሸፋቱ ኣርኤፍን ይቕርቆሩ። እቶም ሸፋቱ ብኣርፕችን ካልኦት ከበድቲ ኣጽዋርን ጌሮም ነቲ ሰራዊት ይድምስስዎ። ዳኒ ከኣ ንሶሎሙን ሒዝዎ እንዳምለጠ ናብ ሓደ ተኸፊቱ ዝጸንሖ ካንሸሎ ይኣቱ። ኣብኡ ከኣ ብዙሓት ሰባት ተሓቢኦም ይጸንሕዎም እሞ ምስኦም ኮይኖም ይሕብኡ። ዳኒ በቲ ነዃል ናይቲ ካንሸሎ እንተረኣየ ነቶም ዝተማረኹ ወተሃደራት ከይተረፉ ክርሽኑዎም ይርኢ። ኣብ ኣማስያኡ እቶም ሸፋቱ ዝቕንጸል ቀንጺሎም ኣብታ ከተማ መስተ እንዳሰተዩ ክዘናግዑ ይጅምሩ። ዳንን ሰሎሙንን ከኣ ነዚ ዕድል ተጠቒሞም ካብቲ ከተማ ከምልጡ ይጅምሩ። ካብታ ከተማ ክወጹ እንተኾይኖም ግን ግድነት ንሓንቲ ዋርድያ RUF ዘለውዋ ቢንቶ ክሰግርዋ ኣለዎም። ዳኒ ከኣ ሓደ ሓሳብ ይመጾ እሞ ካብ ሓደ ሬሳ ናይ RUF ቆቢዕ ወሲዱ ንሰሎሙን ከም ኣባሎም ኣምሲሉ ንዓይ ከም ዝማረኽካኒ ኣምሲልካ ናብኦም ሒዝካኒ ኪድ ይብሎ። ካብዚ ሒዝዎ ይቐርቦም እሞ ዎ ነዚ ጻዕዳ ሒዝካዮ መጺኻ ኢሎም ተዛንዮም እንከለዉ ዳኒ ብድሕሪኡ ሓቢእዋ ዝጸንሐ ሽጉጥ ጌሩ ንኽልቲኦም ይቖርሎም። ካብዚ ነታ ቢንቶ ሰጊሮም ምስቲ ዝመዛበል ዝነበረ ህዝቢ ተጸንቢሮም ናብ ሓደ መዓስከር ይበጽሑ። ኣብኡ ኸኣ ዳኒ ንማዲ ይረኽባ። ማዲ ከም ጋዜጠኛ መጠን ትደልዮ ዘላ ነቲ ዘይሕጋዊ ምስግጋር ኣልማዝ ብኸመይ ብመርትዖ ሰኒዳ ተቃልዖ'ዩ። ኩሉ ዘድልያ ሓበሬታ ከኣ ካብ ዳኒ ክትረኽቦ ትኽእል'ያ። ካብዚ ዳኒ ፍርቂ ካብታ ኣልማዝ ክምቀል እንተኾይኑ ከምቲ ውዕል ዝኣተዎ ንሰለሙን ስድርኡ ክረኽበሉ ግድነት'ዩ። ስለዚ ነዚ ንምግባር ነቲ ምስጢር የስርሑ ክነግራ ይውስን። ሃገራት ካብ ዕግርግር ዘለወን ሃገራት ኣልማዝ ክገዝኣ ስለዘይክእላ እቲ ኣልማዝ ካብ ሴራልዮነ ናብ ላይበርያ ወሲድና ኣብ ላይበርያ ከም ዝተዓደነ ኣምሲልና ወግዓዊ ወረቐት ነስርሓሉ ይብላ። ነዚ ኔትወርክ እውን ኣብ ኤሮጳ ትርከብ ዝዓበየት ናይ ኣልማዝ መሸጢት ትካል ብተዘዋዋሪ ከም ትውንኖ ይነግራ። ናይዚ ምሉእ ጭብጢ ብሰነድ ምስኡ ከም ዘሎ እንድሕር ንምርካብ ስድራ ሰሎሞን ሓጊዛቶ ከረክበኪ'የ ይብላ። ማዲ ከኣ ሰነድ ስደተኛታት ካብ UN ወሲዳ ንስድርኡ ኣበይ ከም ዘለዉ ትፈልጥ። ካብዚ ሄሊኮፕተር ናይ ስራሕ ጌራ ሒዛቶም ትኸይድ። በታ ሄሊኮፕተር ኣብ ሓደ ዝዓበየ መዓስከር ይበጽሑ'ሞ ሰሎሙን ስድርኡ ይረክብ። ካብዚ ወዱ በቶም ሸፋቱ ከም ዝተጨወየ ምስ ፈለጠ ስምዒቱ ይቀያየር። ብሕርቃን ይርብሽ እቶም ዋርድያ ናይቲ መዓስከር ከኣ ይሰጉዎ። ኣብቲ መዓስከር ዝኣተወ ሰብ ኣባል ናይቶም ሸፋቱ ከይከውን ንምምማይ ዝተወሰነ ግዜ ከይጸንሐ ክወጽእ ኣይፍቀድን'ዩ። ስለዚ ድማ ንሰሎሙን ስድርኡ ከውጽኡሉ ኣይከኣሉን። ካብዚ ናብታ ኣልማዝ ዝሓብኣላ ንኽበጽሑ ዳኒ ከም ጋዜጠኛ ሰሎሙን ከኣ ከም ካሜራማን ኮይኖም ንኽሓልፉ ማዲ ተተሓባበሮም። ኣብ መንጎ ጉዕዞኦም ንሓንቲ በቶም ሸፋቱ ተጠቒዓ ዝጸንሓቶም ማኪና ስእሊ ክወስዱ ይወርዱ። ነዊሕ ከይጸንሑ RUF ብርሑቕ ጸኒሖም መጥቃዕቲ ይኸፍቱሎም። ነቶም ጋዜጠኛታት ክሕልዉ ዝጸንሑ ወተሃደራት ክወድቁ ይጅምሩ እሞ ካብቲ ቦታ ንኽሃድሙ ማኪናኦም ተሰቒሎም ይብገሱ። ከቢድ መጥቃዕቲ ይወርዶም ስለዝነበረ ግን እቲ ኣውቲስታ ናይ በዓል ዳኒ ነቕ ከይበለ ይህረም። ካብዚ ዳኒ ነቲ ስቲርሶ ተቐቢሉ ከምልጥ ይጅምር። መኻይን RAF ውን ደድሕሪኦም ይሃድንኦም። ካብኡ ዳኒ ናብቲ ጫካ ሒዝዋ ይኣቱ። ክሳዕ ምስ ሓደ ዓቢ ገረብ ተጋጭያ ምኻድ ትኣቢ ናይ ዘለዎ ይዝውር። ካብዚ ወሪዶም በቲ ልሙዕ ጫካ ክሳዕ ዝወግሕ ይጓዓዙ። ሃንደበት ኣብ መንገዶም ብመሬቶም ክሕልዉ ዝዓጠቑ ናይቲ ከባቢ ምልሻ ይተሓዙ። ማዲ ኸኣ ጋዜጠኛታት ንዖኦም ክስእሉ ከም ዝመጹ ኣምሲላ ተረጋግኦም። እቶም ምልሻ ከኣ ናብ ሓደ ኣብቲ ውሽጢ ጫካ ኮይኑ ዝተመዛበሉ ቆልዑ ዝኣሊ ቤንጃሚን ዝበሃል መምህር ይወስድዎም። ንጽባሒቱ ቤንጃሚን ብማኪንኡ ናብቲ ምስ ዳኒ ዝሰርሕ ኮሎኔል ክወስዶም ይብገስ። ኣብ መንገዶም ከኣ እንደገና ብወተሃደራት RUF ዝኾኑ ህጻናት ጠጠው ይብሉ። እቶም ቆልዑ ንቤንጃሚን ተኩሶም ይሃርምዎ'ሞ ዳኒ ነታ ማኪና ሒዝዋ ሃዲሙ ናብቲ ናይ ኮሎኔል መዓስከር ይበጽሕ። ቤንጃሚን ከኣ ብቕልጡፍ ሕክምናዊ ረድኤት ይረክብ። ኮሎኔል ንዳኒ ናብታ ኣልማዝ ተሓቢኣትላ ዘላ መዓስከር RAF መጥቃዕቲ ከም ዝገብሩ ይነግሮ። ማዲ ንሃገራ ትምለሰሉ ግዜ ስለ ዝኣኸለ፣ ነፋሪት ቅድሚ ምስቃላ ንሶሎሞን ጽቡቕ ዕድል ተመንያ፣ ንዳኒ ከኣ ካብቲ ኲናት ብሰላም እንተወጺኡ ክድውለላ ትነግሮ። ቀጺሉ ዳንን ሰሎሞንን ዘድልዮም ዕጥቂን ስንቅን ወሲዶም ነታ ኣልማዝ ቀዲሞም ንኸወስድዋ ንኮሎኔል ከይነገሩ ካብቲ መዓስከር ይሃድሙ። ምስ ጸልመተ ማኪና ኣርዩኤፍ ደድሕሪኦም ትመጽእ እሞ ይሕብኡ። ሰሎሙን ኣብታ ማኪና ኣርዩኤፍ ንድያ ወዱ ዝረኣየ መሲልዎ ይጽውዕ። እቶም ሸፋቱ ከኣ ጠጠው ኣቢሎም ናብኦም ይትኩሱ። ካብዚ ዳኒ ናብቲ ጫካ ሒዝዎ ኣትዩ ብቖጽሊ ተሓቢኦም ይድሕኑ። ንጽባሒቱ ዳኒ ንሶሎሙን ናይ እንዳ መን ዓሻ ኢኻ ካብ ድሕሪ ሕጂ ኣብ ሓደጋ ተእትወኒ ክቐትለካ'የ ኢሉ የፈራርሖ። ካብዚ ንጽባሒቱ ኣብ ሓደ ጎቦ በጺሖም ንሓደ ዓቢ መዓስከር ኣርቪኤፍ ይርእዩ። ካብኡ ዳኒ ንኮረኔል ደዊለ ክሕብሮ'የ ብነፈርቲ ደብዲቦም ከጽርዩልና'ዮም ይብሎ። ሶሎሙን ግን ወደይ ኣብኡ ክህሉ ይኽእል'ዩ ኣይከውንን'ዩ። ኢሉ ይቃወሞ። ዳኒ ግን ኣይሰምዖን፣ ደው ኢሉ ቦታ ናይቲ ዓቢ መዓስከር ይሕብሮ። ምስ መሰየ ዳኒ ማይ ሃሪሞ ይበራበር'ሞ ሰሎሙን ዘየለ ይጸንሖ። ክረኽቦ ኢሉ ከኣ ናብቲ መዓስከር ብጸልማት ሰራሕ እንዳበለ ይኣቱ። ሰሎሙን ኣብቲ መዓስከር ተራ ስራሕተኛ መሲሉ ንድያ ወዱ ካርታ ክጻወት ይረኽቦ። ቀስ ኢሉ ብድሕሪት መጺኡ ንዓናይ ገዛኻ ኢሉ ይስሕቦ። ድያ ግን በቶም ሸፋቱ ብሓሽሽን ቅትለትን ሕጽበት ኣእምሮ ስለ ዝተገብረሉ ንስኻ ከዳዕ ኢኻ ኢሉ ዓውዓው ኢሉ ነቡኡ የትሕዞ። ምስ ወግሐ ኣሲሮም ኣብ ቅድሚ ፖይዘን የቕርብዎ። ንሱ ከኣ እንዳ ሰሓቐ ከም ትምለስ ፈሊጠ ኔረየ ሕጂ ንዓናይ ነታ ኣልማዝ ካብታ ዝሓባእካያ ፊሒርካ ኣውጻያ ኢሉ ባዴላ የቐብሎ። እዚ ኩሉ ክግበር ዳኒ ብርሑቕ ኮይኑ ይዕዘብ ኣሎ። ሰሎሙን ባዴልኡ ከልዕል በዚ መጺኡ ዘይተባህለ ሄሊኮፕተር ክትኩስትሮም ጀሚራ። እቶም RAF ነታ ሄሊኮፕተር ብብረት ክትኩሱላ'ኮ እንተጀመሩ ዋላ ሓንቲ ለውጢ ከምጽእ ግን ኣይከኣለን። ካብዚ ፖይዘን ንድያ ሒዝዎ ይሃድም፣ ሰሎሙን ከኣ ይስዕቦም። ዳኒ ከኣ ብብረት ምስቶም RAF ይዋጋእ። ቀጺሉ ሰሎሙን ንፖይዘን ኣርኪቡ ብባዴላ ይሃርሞ። ምስ ወደቐ ከኣ ክሳዕ ዝመውት ደጋጊሙ ይጭፍጭፎ። ብድሕሪ'ዚ እቶም ዝተረፉ ዕጡቓት RUF ናብቲ ጫካ ክሃድሙ የምልጡ፣ ምስ ጎየዩ ከኣ ብኡ ሰራዊት ናይ ኮማንደር ብኣጋር ጸኒሖም ዝቕተል ቀቲሎም ዝማረኽ ከኣ ማሪኾም ነቲ ቦታ ኣብ ትሕቲ ቁጽጽር የእትውዎ። ቀጺሉ እቲ ኮረኔል ይመጽእ እሞ ምስ ዳኒ ኮይኖም ንሰለሙን ነቲ ኣልማዝ ከረክቦም ይሓትዎ፣ ሰለሙን ግን ኣብቲ ውዕል ዘይነበረ ሰብ ስለ ዝተወሰኾም ይኣቢ። ኮረኔል ከኣ እንተኣብዩ ንድያ ወዱ ክቐትሎ ምዃኑ ነጊሩ ህራይ የብሎ። ሰሎሙን በቲ ኮረኔልን ኣርባዕተ ወተሃደራትን ተኸቢቡ ኣብቲ ዝሓብኣላ ከባቢ ክኹዕት ይጅምር። ዳኒ እቲ ኮረኔል ከም ዝኽሕዶ ስለ ዝፈለጠ ንሰሎሙን ምልክት ይህቦ። ሰሎሙን ከኣ ቀልቢ ናይቶም ወተሃደራት ክስሕብ ኢሉ እንዳፈሓረ ንሀለት ረኺበያ ይብል። ካብዚ ዳኒ ንሓደ ክሳዱ ሃሪሙ ንዕኡ ከም መከላኸሊ ሒዙ ከኣ ነቶም ክልተ ተኲሱ ይሃርሞም። ንኮረኔል ከኣ ነጢሩ ክልተ ጥይት የዕልበሉ። ብምቕጻል ንሰለሙን ምኹዓት ክቕጽል ይነግሮ። ኣብቲ ህሞት ንሱ ንባዕሉ ብጥይት ከም ዝተሃረመ ይፈልጥ። ብድሕሪ'ዚ ብድሕሪት እቶም ሰራዊት ኮረኔል ክትኩሱሎም ምስ ጀመሩ ዳኒ ነታ ኣልማዝ ካብ ሰለሙን ተቐቢሉ ንሰለስቲኦም ሒዝዎም ይሃድም። ኣብ መንገዱ ነቲ ፓይሎት ደዊሉ ኣብ ልዕሊ'ቲ ጎቦ ክጸንሖም ይነግሮ። ቀጺሉ እታ ማህረምቱ ስለ ዘዳኸመቶ ይወድቕ። ሰሎሞን ከኣ ተሰኪሙ ነቲ ጎቦ የፋርቖ። ጸኒሑ ግን ዳኒ ንሰሎሞን ካብዚ ንላዕሊ ክቕጽል ኣይክእልን'የ፣ በጃኻ ኣውርደኒ ኢሉ ነታ ኣልማዝ፣ ናይ ማዲ ቁጽሪ ተሌፎን ከምኡ'ውን ምናልባት እቲ ፓይሎት ገለ እንተኢሉካ በዛ ሽጉጥ ኣፈራርሓዮ ኢሉ ይህቦ። ሰሎሙን ምስ ወዱ ናብታ ነፋሪት ይኸዱ። ዳኒ ከኣ ንማዲ ደዊሉ ኣብ ለንደን ንሰሎሙን ምስ ወዱ ተቀቢላ ኩሉ ክተርእዮ ነጊሩ ኣብ ዘለዎ ይዓርፍ። ድሕሪ ገለ ሰሙናት ሰሎሙን ኣብ ለንደን ምስ ማዲ ይራኸብ ካብኡ ከኣ ናብቶም ካብ ዳኒ ኣልማዝ ዝገዝኡ ሰባት ትወስዶ። ኣብ ማኪና የእትዮም ነታ ኣልማዝ ብክልተ ሚልዮን ፓውንድ ክወስድሉ የርእይዎ። ሰሎሞን ግን ምስ ዳኒ ስምምዕና ከምኡ ኣይነበረን ኢሉ ኣብይዎም ይወርድ። ጋዜጠኛ ማዲ ነዚ ኩሉ ዝግበር ዝነበረ ብስእሊ ክትስንዶ ትርኣ። ድሕሪ ገለ መዓልታት ሰሎሞን ይድወሎ'ሞ ናብ ሓደ መዓርፎ ነፈርቲ ክመጽእ ይንገሮ። ኣብኡ ከኣ ብሓንቲ ናይ ግሊ ነፋሪት ሰበይቱን ስድርኡን ይመጹ። ውዕል ስለ ዝተፈጸመ፣ ሰሎሞን ነታ ኣልማዝ ኣረኪብዎም፣ ስድርኡን ክልተ ሚልዮን ፓውንድን ይሓቁፍ። ካብዚ እቶም ኣልማዝ ዝገዝኡ ሰባት ስርሖም ኣብ ዝተመለሱሉ እዋን ብዙሓት ጋዜጠኛታት ክሓትዎም ምእታው ይኸልእዎም። እዚ ኸኣ ድሮ ማዲ ነቲ ካብ ዳኒ ዝረኸበቶ ጭብጢ ተጠቒማ ንኹሉ ዝቃላዕ ኣብ መጽሓፍ ጽሒፋ ስለ ዝዘርግሓቶ'ዩ። እቶም ናይ ለንደን ካምፓኒ ኣብ ዘይሕጋዊ ምስግጋር ኣልማዝ፣ ምጉህሃር ኲናትን ኢድ ከም ዘለዎም፣ ዳንን ሰሎሞንን ከኣ ንዕኡ ንምቅላዕ ዝገበርዎ እጃምን ይቃላዕ። ክሳዕ መወዳእታ ዝተዓዘብኩምና የቐንየልና። ከምዚ ዓይነት ፊልምታት ክትዕዘቡ ምስ ትደልዩ ሳብስክራይብ ኣይትረስዑ። ሰሰናዩ!